ላይት ካብዞም ቪድዮና ኳሊቲ ቪድዮ ንክህልዮም ዝገብር እዚ ሓደ እዩ። ላይት ኣብዚ ከዚ ኣብዛ ናይ ከዚ ቪድዮ ከኣ ካብ ዜሮ እስካብ ሰማንያ ሽሕ ብር ለውጺ ላይት ክነግረኩም እየ ማለት እዩ። መጀመርያ ካብ ዜሮ ንጅምር ኣለና ማለት እንድሕር ምንም በጀት እንድሕር ደልኩም ንላይት ዝኾን ኣብ ናይ መስኮት ኣብ ኣፍደገ ወንበር ኣብ መስኮት ብምዃን ምስራሕ ትኽእሉ ኢኹም ቪድዮታት ማለት እዩ። እንድሕር ደሊኹም ከኣ ብ ንእሽተይ ወጪ ሶፍት ቦክስ ምስራሕ ይከኣል እዩ ኣብ ገዛና ከይና ኮይና ማለት እዩ ከምቲ ትሪእዎ ኣለኹም ኣሰራርሑ ከዓ ከምቲ ትሪእዎ ኣለኹም ባኮ ብምቁርራፅ ባኮ ቆራርፅና ኣጣበቅና ካብኡ ከዓ ውሽጡ ከዓ ኣሉሚኒየም ብምግባር ኣምፑል ብምግዛእ ኣምፑል ጌርና ደጉኡ ከዓ ምንታን ሶፍት ዝኾነ ብርሃን ክበና ፃዕዳ ጨርቂ ንገብሮ ብምግባር ብቐሊሉ ከምዚ ገርና ክንሰርሕ ንኽእል ኢና ማለት እዩ ወይም ከዓ እንድሕር ላይት ንገዝእ ኢና እንደልና ትብሉ ተኾንኩም ከዓ ሪንግ ላይት ነይኩም ሪንግ ላይት ያው በብኢንቸ ምፋል እዮም ግን ኣብዚ ከዚ እዋን ካብ ሸሞንተ ካብ ሓምሳ ሽሕ እስካብ ሸሞንተ ሽሕ ብር ይሽወጥሎ እዮም ኣብዚ ከዚ እዋን ማለት እዩ እዚ ካልእ ከዓ ኤልኢዲ ኤልኢዲ ላይት ያው ሓሪፍ ላይት ነይዎም ብጣዕሚ ፅቡቓት ዝኾኑ ላይትም ኣብዚ ኸዚ እዋን ከኣ ካብ ሓሙሽተ ሽሕ ብር እስካብ ዓሰርተ ሽሕ ብር ይሽወጥሉ ኣለው ኣብዚ ኸዚ እዋን ማለት እዩ እንድሕር ናይ ስትሪዮ ናይ ስትሪዮ እንድሕር ተደሊኹም ከኣ ከም ኣምራና ከም ኣምራና ጎዶክስ ምጥቃም ንኽእል ኢና ማለት እዩ ኣምራን ALF seven ከም ንዓበይቲ ስትሪታት ንጥቀመሉ ኢና ብጣዕሚ ሓሪፍ ብርሃን ዝበና እዩ ማለት እዩ ኣፐርቸር ሚእቲ ዕስራ ኤልዲ ከዓ ዝፅቡቅ ብርሃን ዝብና ካልኣይ መማረፂ እዩ ማለት እዩ። እንድሕር ካብ ናይ ጎዶክስ ምህርቲ ከዓ ጎዶክስ ቪኤል ሚእቲ ሓምሳ ክንጥቀም ንኽእል ኢና። እዚ ከዓ ኣብዚ ሕዚ እዋን ጅማውዝን እዩ ካብ ሓምሳ ሽሕ እስካብ ሰማንያ ሽሕ ብር ይሽወጡ ኣለዉ እዮም ማለት ኣብ ዕዳጋ ካብዚኦም ብምግዛእ ክንጥቀም ንኽእል ኢና። ሓሪፍ ሓሪፍ ብርሃን ክህቡና ይኽእሉ እዮም ማለት እዩ። ኣብ ቀፃሊ ቪድዮ ብዛዕባ ማይ ክሰርሐልኩም እየ። ናይ ቀጻሊ ቪድዮ እንታይ ንክበጽሐኩም ሰብስክራይብ ብምግባር ሓጉዙኒ ቪድዮ ከኣ ላይክ ብምግባር ንዓያ ኣበረታቱዑኒ ማለት እዩ እስካብ ኣብ ቀጻሊ እስካብ ንጋነ ሰናይ ቀነ።